ሰላም ሰላም ናይ ቻናለይ ተኸታተልቲ ከመይ ትኾኑ? ናይ ሎማዓንቲ ኣርእስተይ ናይ ዓወት መንገዲ ነዚ ይመስል ዝብል እዩ። ኣብ ሂወት ኩላህና ክንዕወት ንደሊ ኢና ኣብ ዝተፈላለዩ ኣብ ዝተፈላለዩ ናይ ሂወት ዓውድታት ክንዕወት ንደሊ ኢና መንገዲ ዓወት ግን እንታይ ከም ዝመስል ኩላህና ኣይንፈልጥን ክንዕወት ኢልና ምስ ጀመርና ነቋርፅ ተስፋ ንቆርጽ። ንምንታይ መንገዲ ዓወት ቀጥ ዝበለ መንገዲ ወይ ከዓ ሜዳ እዩ ዝመስለና ክንጅምር ከለና ወይ ከዓ ሓደ ዕዉት ሰብ ክንርኢ ከለና ዕድለኛ ጌርና ንሓስቦ ክንደይ ላዕልን ታሕትን ወዲቑ ተሲኡ ደኺሙ ኣብዚ ደረጃ እዚ ከም ዝበጽሐ ኣይንግንዘብን። ናይ ኩላህና ዓወታት ይፈላለዩ እዮም። ንኽንዕወት ንሓልፎም ነገራት ግን ክመሳሰሉ ይኽእሉ እዮም። ድሌታትና ወይ ከዓ ክንዕወተሎም ንደሊ መንገድታት እንታይ ምሕላፍ ከም ዘለና መንገዲ ዓወት እንታይ ከም ዝመስል ንኽንዕወት ተስፋ ከይቆርፅና ምቕፃል ከም ዘለና ናይ ዝተፈላለዩ ዕዉታት ሰባት ምሳሌ እንዳረኣና መንገዲ ዓወት እንታይ ከም ዝመስል ክንርኢና ሓቢርኩም ምሳይ ይፅንሑ ኣብ መንገዲ ዓወት እቲ ዝኸበደ ምጅማር እዩ። ምክንያቱ ኩላህና ድሌታት ኣለና ወይ ኮላይ ድሌታትና ንሰብ ነዕልል ክንዕወተሎም ንደሊ ድሌታት ንምንታይ ከምዚ ዘይትገብር ንምንታይ ዘይትጅምር ንምንታይ ዘይትዕወት እንድሕር ተባሂልና ግን ኦ ንኽጅምር ገንዘብ የድልየኒ እዩ፣ ጉልበት የድልየኒ ኢልና ዝተፈላለየ ምኽንያት ነቕርብ። ሓንሳእ ተነቓቒሕና ምስ ጀመርና ግን እቲ መንገዲ ቀጽል ቀጽል እዩ ዝብለና ስለዚ ኣብ መንገዲ ዓወት እቲ ዝኸበደ ምጅማር እዩ ንምንታይ እዩ ምንቕቓሕ ንስእን ብዙሕ ምክንያታት ነቐምጥ ካብ ዘለናዮ ወይ ከዓ ብዘለና ካፒታል፣ ብዘለና ጉልበት፣ ኣብ ዘለናዮ ቦታ ምጅማር ከም ዘለና ኣይንፈልጥን ኢና። ንምዕዋት ናይ ግድን ገንዘብ ኣይኮነን ዘድሊ፣ ኩነታት ኣይኮነን ዘድልዩ፣ ብዘለኻዮ ምጅማር። ድሕሪ ምጅማር እቶም ንዓወት ከብጽሑና ዘኽእሉ ደረጃታት ምሕላፍ እዩ ዘድሊ። ሓደ ሓደ ሰብ ብሓሙሽተ ደረጃ ኣብ ዓወት ክበጽሕ ይኽእል፣ ሓደ ሓደ ሰብ ከኣ ብዓሰርተ ደረጃ። ከከም መንገድና፣ ከከም ቅልጥፍናና፣ ከከም ንመርጾ መንገዲ፣ መንገዲ ዓወት ክነውሕን ክሓጽርን ይኽእል እዩ። ሓደ ሓደ ሰብ መጀመርያ ኣብ መጀመርያ ደረጃ ስለ ዝወደቐ ተስፋ ቁሪጹ ይገድፎ። ሓደ ሓደ ሰብ ከኣ ዓሰርተ ደረጃታት ሓሊፉ ክዕወት ይኽእል እዩ። ስለዚ መንገዲ ዓወት ከቢድ ዝገብሮ ተስፋ ምቑራጽ እዩ። ወይ ኮላይ ኣብ ምጅማር ነቕርቦም ሓሳባት፣ ነቕርቦም ምኽንያታት፣ ንመዳዕወት ከቢድ ዝገብሮ መጀመርያ ነቕርቦም ሓሳባት፣ ንኸይንጅምር ንገብሮ ምኽንያት፣ ንኸይንጅምር ነቕርቦም ዝተፈላለዩ ነገራት። ሓንሳእ ምስ ጀመርና ግን ንቕድሚት ንኽንቅጽል ንዳፋፋእ ማለት እዩ። ስለዚ እቲ ዝኸበደ ኣብ መንገዲ ዓወት እቲ ዝኸበደ ምጅማር እዩ ንኽንጅምር ከዓ ብዙሕ ምኽንያት ክነቕርብ የብልናን ክነቐምጥ የብልናን ብዘለና ነገር ክንጅምር ኣለና ድሌታትና ሓሳባትና ኣብ መፈፀምታ ንምብፃሕ ክንጅምር ኣለና ስለዚ ቀፂሎም ዘለዉ ናይ ዓወት መንገድታት ወይ ኮላይ ንኽንዕወት ዘጋጥሙና ነገራት ዘጋጥሙና ደረጃታት ወይ ኮላይ ሓደ ዕዉት ሰብ ንኽዕወት ዝሓለፎም ደረጃታት ክንርኢ ኢና ሓቢርኩም ምሳይ ጽንሑ። ኣቐዲመ ከም ዝነገርኩኹም ናይ መጀመርያ ደረጃ ንኽንዕወት ክንገብሮ ዝግበአና እንታይ እዩ ምጅማር ብዘለና ገንዘብ ብዘለና ጉልበት ኣብ ዘለናዮ ቦታ ኮይና ምጅማር ስለ ዝጀመርና ተዓዊትና ማለት ኣይኮነን ክንወድቕ ንኽእል ኢና። ኣብ ዓለም ብብዙሕ ምህዞ ዝፍለጥ ቶማስ ኤዲሰን እዩ። ቶማስ ኤዲሰን ሉቺ ካብ ሉቺ ጀሚሩ ዝተፈላለዩ እስካብ ሽሕን ቴስዓን ሰለስተን ዝበፅሑ ምህዞታት ምሂዙ እዩ። ብሽሕን ቴስዓን ሰለስተን ናይ ፓተንት ራይት ኣለዎ። ናይ ምህዞ ኣፍልጦ ናይ ፈጠራ ኣፍልጦ ተዋሂብዎ እዩ ማለት እዩ። ንመጀመርያ ግዜ ሓደ ነገር ክንምህዝ ከለና ፓተንት ራይት ይወሃበና። ስለዚ ቶማስ ኤዲሰን ከዓ ልቺ ካብ ልቺ ጀሚሩ ዝተፈላለዩ ነገራት ምሂዝ እዩ ልቺ ንክምህዝ ብዙሕ ደረጃታት ሓሊፍ እዩ ብዙሓት ዘይተሳኽዑ ፈተናታት ገይሩ እዩ ሓደ ሽሕ ዘይተሳኽዐ ፈተና ገይሩ ዘይተሳኽዐ ፈተነታት ዘይተሳኽዑ ደረጃታት ሓደ ሽሕ ማለት እዩ ልቺ ጥራሕ ንክሰርሕ ስለዚ ስለ ዝጀመርና ወዲቕና ማለት ኣይኮነን። ምውዳቕ ካብ ናይ ዓወት መንገድታት ንኽንዕወት ካብ እንገብሮ መንገዲ ሓደ ምውዳቕ ሓደ እዩ ማለት እዩ። ምውዳቕ ከጋጥመና ይኽእል እዩ። ተስፋ ክንቆርፅ የብልናን፣ ክንቅፅል ኣለና። ከእንደገና እንደገና ምጅማር ኣለና ማለት እዩ። እንደገና ክንጅምር ከለና ግን ኣብዚ ንእሽተይ ተመክሮ ኣለና። ሓደ ግዜ ስለ ዝወደቕና ካብቲ ውድቀትና ዝረኸብናዮ ትምህርቲ ማለት እዩ። ነፍሲ ወከፍ ውድቀት ዝኾነ ትምህርቲ ይበና እዩ። ኣብዚ ሕጂ ደፋራት ኢና ንኾንኮም ከም ናይ መጀመርያ ብፍርሒ ኮና ንጅምር ከም ናይ መጀመርያ ዝተፈላለየ ምክንያት ኣይነቕርብን ኢና ገንዘብ የብለይ ግዜ ኩነታት ኣይንብል ኢና ኣብ ዘለናዮ ቦታ ኮይና ክንጅምር ንኽእል ኢና ንምንታይ ጌጋና ዝኾነ ትምህርቲ ሂብና እዩ ሕጂ እውን ክንወድቕ ንኽእል ኢና ኣቐዲመ ከም ዝነገርኩኹም ቶማስ ኤዲሰን ኑቺ ጥራሕ ንኽሰርሕ ሓደ ሽሕ ግዜ ዘይተሳኽዐ ፈተና ገይሩ እዩ ዘይተሳኽዐ ፈተነታት ገይሩ እዩ ንሕና እውን ሕጂ ከእንደገና ወዲቕና ማለት እዩ ኣብዚ እንታይ ኢና ክንገብር ዘለና እንታይ ከም ዘውድቐና ክንመም ኣለና። እንታይ እዩ ወዲቕኒ? መጀመርያ ወዲቐ፣ ከእንደገና ሕጂ እውን ወዲቐ። እንታይ እዩ ዘውድቐኒ? እንታይ ዓይነት ፍልጠት ስለ ዝጎደለኒ እዩ ወዲቐ? እንታይ ዘየማላእኽዎ ነገር ኣሎ? ዘየማላእናዮ ነገር ክነማልእ ኣለና። ኣብዚ ከዓ ከእንደገና ከኣ ንጅምር ተስፋ ከይቆረጽና መንገዲ ዓወት ተስፋ ከይቆረጽካ እንዳወዳቅካ እንዳተሳእካ ካብ ውድቀትካ እንዳተምሃርካ ምቕጻል እዩ መንገዲ ዓወት ክንዕወት እንድሕር ደሊና ከምዚ ዓይነት መንገዲ ኢና ክንከይድ ዘለና ፍልጠት ካብ ጌጋና እናተምሃርና እንዳፈለጥና ተስፋ ከይቆረፅና ብዙሕ ደረጃታት ሓሊፍና ክንዕወት ከም ንኽእል ክንፈልጥ ኣለና ስለዚ ኣብዚ ከዓ ከእንደገና ጀሚርና ኣለና ማለት እዩ ብዝበለፀ ተሞክሮን ብዝበለፀ ፍልጠትን ማለት እዩ ንምንታይ እዩ ኣብዚ ዝበለፀ ተሞክሮን ዝበለፀ ፍልጠትን ዘለና ክልተ ግዜ ወዲቕና ኢና ካብተን ዝወደቕናየን ውድቀታት ተማሂርና ማለት እዩ ሓደ ሰብ ፓይለት እንድሕር ክኸውን ደልዩ ብሓንሳእ ፓይለት ክኸውን ኣይክእልን እዩ መጀመርያ ይመሃር ቀፂሉ ዝተፈላለዩ ትምህርትታት እንዳወሰኸ ይኸይድ ይለማመድ ኣብ ምልምማድ እውን ክወድቕ ይኽእል እዩ። ከእንደገና እቲ ዝወደቐሉ ምኽንያት ኣጽኒዑ ተለማሚዱ ኣብ ዝደለዮ ደረጃ ይበጽሕ። ኩሉ ነገር ብሓንቲ ለይቲ ብሓንቲ መዓልቲ ክርከብ ኣይክእልን እዩ። ስለ ዝወደቕና ንድሕሪት ክንምለስ የብልናን። ኣብ ዘለናዮ ጠጠው ክንብል የብልናን። ዕዉት ሰብ ተስፋ ኣይቆርጽን እዩ። መመሊሱ እዩ ዝፍትን። ዝተፈላለየ ኣቕጣጫታት ይፍትን። ዝተፈላለየ ዘይከዶ መንገድታት ይፍትን። ወይ ኮላይ እንታይ ዓይነት መንገዲ ምኻድ ከም ዘለዎ ይመሚ። ኣቐዲምና ከም ዝረኣናዮ ምቹ ጥራሕ ንክፈጥር ቶማስ ኤዲሰን ክንደይ ግዜ ተጋጊዩ ንሕና ከኣኒ ናብ እንደልዮ ቦታ ወይ ኮላይ ኣብ መፈጸምታ ክነብጽሖ ንደሊ ነገር ኣብ መፈጸምታ ንምብጻሕ ብዙሕ መንገድታት ክንፍትን ኣለና ተስፋ ከይቆረጽና እቶም ኩሎም ደረጃታት ምስ ሓለፍና ንዕወት ማለት እዩ ናይ ኩላትና ዓወት ይፈላለ እዩ ከከም ድሌትና ሓደ ሓደ ኣብ ትምህርቲ ኣካዳሚካል ነገር ክዕወት ይደሊ ሓደ ሓደና ከዓ ኣብ ስፖርቲ ስፖርት እውን ክበሃል ከሎ ብጣዕሚ ብዙሕ ሰፊሕ ዝኾነ ነገር እዩ ኩዕሶ እግሪ ኣሎ ባስኬትቦል ኣሎ ሰፊሕ እዩ እቲ ኩሉ ደረጃታት ምስ ሓለፍና ኣብ መጨረሻ ንዕወት ማለት እዩ መንገዲ ዓወት በዚ እዩ ዝመስል ኣጠቓሊልና ከዓ ክንሪኦ ከለና ናይ ዓወት መንገዲ ማለት እዩ መጀመርያ ምጅማር ኣሎ ድሕሪ ምጅማር ምውዳቕ ስለ ዝጀመርና ኣይንዕወትን ኢና ድሕሪ ምውዳቕና ከዓ ተስፋ ከይቆረፅና ክንጅምር ኣለና። ኣብዚ እውን ድጋሜ ክንወድቕ ንኽእል ኢና። ብምውዳቕና ካብ ምውዳቕና ንመሃሮም ትምህርትታት ኣለዉ። ውድቀት ወይ ከዓ ጌጋ ብዙሕ ግዜ ይምህረና እዩ። ካብ ምውዳቕን ካብ ምትሳእን ንረኽቦ ትምህርትን ፍልጠትን ተመኩሮን ኣሎ። ስለዚ ኣብዚ ሕጂ እንታይ እዩ ዝበለጸ ተመኩሮን ፍልጠትን ሒዝና ኢና ንጅምር ዘለና። መጨረሻ ንዕወት። ኣብዚ ብሓጺሩ ሽዱሽተ ደረጃታት ጌርና ኢና ኣቕሪብናያ ዘለና መንገዲ ዓወት። ናይ ቶማስ ኤዲሰን ግን ሓደ ሽሕ ግዜ ፈቲኑ። ሉቹ ጥራሕ ንክፈጥር፣ ሉቹ ጥራሕ ንክምህዝ። ስለዚ መንገዲ ዓወት ብጣዕሚ ነዊሕ እዩ ተስፋ ከይቆረፅና ግን ክንቅፅል ኣለና ጀሚርና ክንወድቕ ንኽእል ኢና ውድቀት ከዓ ካብ ናይ ዓወት መንገዲ እቲ ሓደ ደረጃ እዩ ብዙሕ ትምህርቲ ዝምህረና ደረጃ እዩ ማለት እዩ ናይ ሎመዓንቲ መደበይ ነዚ ይመስል ላይክ ሼር ሰብስክራይብ ምግባር ከይትርስዑ ኣብ ቀጻላይ ክዕወቱ ዘይክእሉ ሰባት ኣዘውቲሮም ዝጥቀምዎም ቃላት ዝብል ሒዘ ክመጽእ እየ ሎማዓንቲ ኣብ ዘቕረብኩ መደብ ዘለኩም ርእይቶ ኣብ ኮሜንት ጽሓፉለይ ሓቢርኩም ምሳይ ስለ ዝጸናሕኩ ብጣዕሚ የመስግን የቐንየለይ ሰላምኩም